እዚ እትሰምዕዎ ዘለኹም ናይ ብሓቂ ናይ ብሓቂ ንብልፅግና ከፀልል ደልዩ ዘሎ ዝምድና ኤርትራን ግብፅን እዩ ናይ ብሓቂ እየ ዝብለኩም ዘለኹ ከምዚ ዝተጋነነ ገለ ከይመስለኩም ይ ሪሊ ሪሊ ክዓብድዮም ደልዮም ዘለዉ ንሽትለይ ካብቲ ዝበሃል ዘሎ ነገር ክበኩም እየ ብክልተ ሰለስተ መንገዲ ግን ዝያዳ እቲ ኩነታት ንዓታቶም ይኹን ንምሉእ ዓለም ኣቓልቦ ስዒቡ ዘሎ እቲ ኣብ መጀመርያ ዝሃብክኹም እዩ እዚ ጌት ኦፍ ቲርስ ዝበሃል ወይ ከዓ ባብኤል መንደብ ዝበሃል እዩ እዛ ስእሊ እዚኣ ኣብ ዓለም ብዝያዳ ኣገዳስነት እናሃለዋ ትመፅእ ዘላ እያ እዛ ስእሊ እዚኣ ኣብ ብዙሕ ዲቤት ትመፅእ ዘላ እያ እዘን ሰለስተ መሕንቆት ኣትሪእዎን ዘለኹም ወሽመጥ ሕርሙዝ ንቁጠባ ናይ ዓለም ነዳዲ ሚትን ዓሰርተን ከም ዝበፅሕ ገይርዎ ዘሎ ወሽመጥ ሕርሙዝ እዩ ሚሳይላት ወይ ከዓ ኒኩለራዊ ሓይሊ ናይ ኢራን ኣይኮነን ስለዚ ነቲ ቦታ እቲ ጥራይ ክትቋፀሮ ክትቋፀሮ ድማ ብዙሕ ባጀት እውን ብዙሕ ገንዘብ እውን ከምዘየድሊ ደጊሙ ደጋጊሙ ንዓለምና የንፅረላ ኣሎ ስለዚ ኤርትራ ዘላቶ ቦታ ፈቲና ፀሊና ኣዝዩ ኣገዳሲ ቦታ እዩ እዚ ጉዳይ እዚ ድማ ብዙሓት ሃገራት ጸደፍደፍ ክብላ ንርኢ ኣላና፣ ጸደፍደፍ ክብላ ንሰምዕ ኣለና። ምናልባት ካብ ሓደ ዘይትጽበዮ ዘረባ ከስምዓኩም ክፍትን እየ። ስምዕዎ እስከ እዚ። ከምዚ ዝኮን ዘሎ ኢልካ ምልዓል ይካኣል እዩ እቲ ዋና ጉዳይ ግን ኣባና ዓብይ ኢምፓክት ኣለዎ ኣብ ትግራይ ብጣዕሚ ዓብይ ኢምፓክት ኣለዎ ምክንያቱ እቲ ናይ ኮንቴንሽን ከምዚ ዝመሰለ ናይ ዓለም ናይ ፖለቲካ ሓይልታት ኣሰላልፋ ምምዕራይ ሽኩት ዝግበረሉ ሓደ ከባቢ እዚ ከባቢና ኮይኑ ኣሎ። እዚ ናይ ቀይሕ ባሕርን ማእከላይ ምብራቕን ኮይኑ ኣሎ። ኣብዚ ብግልጺ ዝረኣዩ ዕብየታት ኣለዉ። እቶም ተጸሚሞም ሱቕ ኢሎም ካብ ላዕሊ ዝመጾም መምርሒ እናተቐበሉ ዝኸዱ ዝነበሩ ሃፋትም ናይ ማእከላይ ምብራቕ ዓድታት እዚ የለን በዛ መንገዲ እዚኣ ኢና ንኸይድ ኢሎም ናይ ፖሊሲ መማረጺታት ዘቕርብሉ ደረጃ በጺሖም ኣለዉ። ሓይሎም ተሰማዕነቶም ክንዲ እቲ ገንዘቦም ልክዕ ንክኸውን ምንቅስቓስ ዝገብርሉ ደረጃ ኢና በፂሕና ዘለና። እዚኣቶም ጎረባብትና እዮም። እዚ ኣብ ዝገብርሉ እዋን ቀይሕ ባሕሪ ከም ማእኸል እዮም ዝሪእዎ። ቀይሕ ባሕሪ መጥቀሚ ገይሮም እዮም ዝሪኡ። እዚ ኣብ ስዑዲ ዓረብያ ዘሎ ምንቅስቓስ ጀነራሊ ኣነ እቱ ዲተይልስ በብመዓልቱ እናተወስኸ ዝኸይድ ነገር ክህሊ ይኽእል ይኸውን እዩ። ቐላፅሞም ኣኪቦም ሓይሎም ኣኪቦም ኣብዚ ከባቢ እዚ ሓደ ሓደ ግዜ ካብቱ ኣዐርዩ ምስኦም ዝጣበቐ ዝነበረ ናይ ኣሜሪካ መንግስቲ እውን ፍልይ ብዝበለ ናይ ፖሊሲ ስፔስ እናሓዙ ድላዮም ዝገብርሉ ኩነታት ይመፅእ ኣሎ። ኣብ መንጎ እዞም ኣብ ማእኸላይ ምብራቕ ዘለዉ ዓበይቲ ናይ ገንዘብ ዓድታት ዘሎ ሽጉጥ እና ግልፂ እናኾነ ይኸይድ ኣሎ። ኤሜሬትስ ኣለው ብናይ ባዕሎም መንገዲ ሓገዝቲ እውን ፈጢሮም ገንዘቦም ተጠቒሞም ብፍላይ ኣብዚ ቐርኒ ኣፍሪቃ ናቶም ኢንፍሉዌንስ ዝለዓለ ክኸውን ዓብዪ ፃዕሪ ይገብሩ ኣለው። ያው ትፈልጥዎ ኢኹም ኣብ ሱዳን ዘሎ ውግእ ኣሎ። ኣብዚ ከባብታት ብፍላይ ድማ ምስ ቦርደር ተተሓሒዙ ንሶማልያ ኢዶም ኣእትዮም ንዓኣቶም ዝመስሎም ናይ ኢኮኖሚ ስርዓት ክህሉ እዮም ዝንቀሳቀሱ ዘለው ልክዕ ከም ስትሬት ኦፍ ሆርሙዝ ዝብልዎ ቢራን ዘሎ ናይ ኦይል መመላለሲ ባብ ኤል መንደብ ዝበሃል ኣብዚ ጥቃና ዘሎ ናይ ባሕሪ በሪ ዓብይ ናይ ቴንሽን ዝፍጠረሉ ከባቢ ኮይኑ ኣሎ እዚ ብጣዕሚ ኣገዳሺ ዝኾነ ናይ ኢኮኖሚክ ሃይወይ ዝቆፃፀር ማሕንቖ ናይ ባሕሪ በሪ መንገዲ ማሕንቖ ኹሎም ኢንፍሉዌንሶም ከዕብዩ ክቆፃፀርዎ ይደልዩ እዮም። እዙይ ተራ ናይ ኢኮኖሚ መንቀሳቐሲ ማሕንቖ ኣይኮነን። ሰለስተ ዓበይቲ ክፍለ ዓለማት የራኽብ እዩ። ብሓደ ወገን ኤስያ፣ ብኻሊእ ወገን ኣውሮፓ፣ ናብ ምዕራብ ወገን ድማ ኣፍሪቃ የራኽብ። ቐይሕ ባሕርን ባብ ኤል መንደብን ብኡ ኣቢልካ ድማ ስዌዝ ካናልን ናብ ሜዲትራንያን ባሕሪ ክሕወስ ከሎ ምስ ኣውሮፓ የራኽብ። ናብ ምዕራብ ገፅ ክኾን ከሎ ናብ ኣፍሪካ ይኣቱ፣ ካብ ህንዲ ውቅያኖስ ክኣቲ ከሎ ድማ ናይ ኤስያ ኢኮኖሚያዊ ምንቅስቃስ ብሙሉእ ሒዙ እዩ ዝመፅእ። ብጣዕሚ ስትራቴጂክ ዝኾነ ቦታ እዩ። ኤስያ እቱ ዝለዓለ ኢኮኖሚክ ዕብየት ዘርኢ ዘሎ ዓዲ እዩ። ኣውሮፓ ብቴክኖሎጂን ብኢኮኖሚያዊ ዕብየትን ቅድም ኣትሒዙ ደርጅዩ ዝፀንሐ ዓዲ እዩ። ኣፍሪቃ ብናይ ህዝቢ ፖፕሌሽን፣ ብሮው ማቴርያል፣ ብቀጻላይ ኢኮኖሚክ ተስፋ ዓለም ዝዋደ ናይ ዓለም ናይ ፖለቲካን ናይ ኢኮኖሚን ጉዕዞ ንቅድሚት ክቅይር ይክእል እዩ ተባሂሉ ዝሕሰብ ክፍሊ ዓለም እዩ። እዚኣቶም ዘራክብ እዩ እዚ መስመር እዚ። ኣብዚ መስመር እዚ ዓብይ ሽኩት እዩ ዝግበር ዘሎ። ንሕና ድማ ኣብዚ መስመር እዚ ኢና ዘለና። ኣብቲ ምዕራባዊ ክፋል ቀይሕ ባሕሪ ኢና ዘለና። ኣብቲ ምዕራባዊ ክፋል ቀይሕ ባሕሪ ስለ ዘለና እቶም ኣብ ምብራቓዊ ክፋል ቀይሕ ባሕሪ ዘለዉ ናይ ዓረብ ዓድታት ኣዐርዮም ይጥምትዎ እዮም እዚ ጉዳይ። So ዝኾነ ይኹን ነገር ኣብዚ ዝኸውን ንዓና ብቐጥታ ይምልከተና እዩ። ቀጥታ ኣብዚ እንታይ እዩ ዝግበር ዘሎ? ከመይ ኢና ንኸድ ዘለና? ኣብዚስ ከመይ ጌርና ኢና ንሕና ክንዋሳእ? እንታይ ጸገም የጋጥመና? እንታይ ፖሊሲ ክንሕዝ ኣለና? ኢልና
ከም ትሪእዎ ዘለኹም ጉዳይ ናይ ቀይ ባሕሪ ብቐጥታ እዩ ዝምልከተና እትብል መደምደምታ እያ ንኣቢ ኣሕመድ ኣብ ጉዳይ ናይ ቀይ ባሕሪ ከማኽሮ ዝኽእል ወይ እውን ዘማኽሮ ዘሎ ተባሂሉ ዝእመን ሓደ ሰብ እዚ እዩ ካብ ነዊሕ እዋን ዓሰብ ከነምልስ ኣለና ናይ ኤርትራ ኣብ ደገ ባሕሪ ኢትዮጵያ ክትረክብ ኣለዋ ብላብላ እናበለ ከራስን ዝፀንሐን ሕጂ ድማ ነዚ ጉዳይ ናይ ባቤል መንደብ እውን ከም ዓብ ኣጀንዳ ገይሩ ኣብቲ ጉዳይ ናይ ኢትዮጵያ ገለ ካብቶም ዝጓየዩ ዘለዉ ነቲ ኩነታት እቲ ንኣብይ ኣሕመድ እውን ገለ ካብቲ ነቲ ባሕሪ ንኸማልስ ኢሉ ፈንጣሕጣሕ ዝብሎ ኣብ ጎንኻ ኣለኹ ኣጆኻ ካብ ዝብሎም ካብ ዝብልዎ ሰብ ምዃኑ እዩ ዝእመን ናው እዚ ጉዳይ እዚ ጻድቃን ስለ ዝበሎ ጻድቃን ስለ ዘልዓሎ ወይ እውን ስለ ዘየልዓሎ ኩንነት ኩነታቱ ዝቀያየር ነገር ኣይኮነን ሓቂ እዩ ተደጋጋሚ ክንዛረበሉን ክንርዳኣሉን ክንዛረበሉን ከነውግዓሉ ዝጸናሕና እዩ። ሓንቲ ካብተን ዝበለን ብተደጋጋሚ ድማ ንዛረበን ዝነበርና ንሱ እውን ኢንሳይደር ኢንፎርሜሽን ስለ ዘለዎ ወዮ ደኣ ጎቦጎቦ ክሓልፋ ፈቲኑ እምበር ኢምረት ናብቲ ቦታ ክትመጽእ ከም ትኽእል ኣረጋጊጽልና ኣሎ ግን ኢማራት ቤናይ መንገዲ ናብቲ ቦታ እቲ ክትመጽእ ከም ትደሊ ግን ጽቡቅ ገይሩ ይፈልጥ እዩ ምስኸን ምክንያቱ ኣብዪ ኣሕመድ ቀዳማይ ፈረስ ናቶም ንሱ እዩ ብኡ ገይሮም እዮም ናብ ኤርትራ ክመጹ ዝፍትኑ ዘለዉ እዛ ኩላ ዓሰብ ዓሰብ ተብሎም ዘላ ረስኒ ካበይ ከም ትብገስ ድማ ይፈልጥ እዩ ግን ኣብ ትግራይ ድማ ንተጋሩ ክእምን ስለ ዝፍትን ዘሎ ኣጀንዳ ናይ ኣቢ ከተሳሲኻ ከይበሃል ተባሂሉ ሪስክ ከም ዘለዎም ብላብላ እዩ ክዛረብ ዝፍትን ዘሎ ዳደዝን ንዓና ኣዝዩ ዘገድሰና ኩነታት ኣይኮነን ንድሕሪት ክመልሰኩም እየ እዚ ጉዳይ እዚ ካብኡ ንላዕሊ ንመን ከም ዘገድስ ክትፈልጡ ምንታን

ብሓፈሻ እዛ ኢንተርቪው እዚኣ ቫይራል እንድያ ኮይና ዘላ ኣብ ተፈላለየ ካብ ዝረኣኹ ኢንተርቪው ትራንስሌሽንስ ካብ ዝረኣኹ ዓረብ ናቱ ክሰምዖ ይክእልኒ ደስ ምበለኒ ነይሩ ግን ወላ ብዙሓት ግብፃውያን ብዓረብ ከምዚ ገይሩ ክምልስ ዝኽእል ብምዃኑ ድማ ብጣዕሚ እዮም ዝግረሙ ምክንያቱ ብዛዕባ ኤርትራ ብዙሕ ኣፍልጦ የብሎምን ከምዝሪዮ ዘለኹ ድማ ብኤርትራ ብጣዕሚ እዮም ተመሲጦም ዘለዉ ክልቴኹም ንስኻን ዓብዱልፈታሕ ኣልሲስን ነዚ ዝምድና እዚ ዝያዳ ትደፍእሉ ከም ዘለኹም እዩ ዝንገር ምስ በልዎያ ስትራቴጂካዊ ዝምድና እዩ። ነዚ ዞባ ርግኣትን ሰላምን ንምምፃእ ብዓብዩ ድማ ናይ ኣብ ብዙሕ ግንባራት ብቁጠባ፣ ብፀጥታ፣ ብካልእ ኩሉ እውን ምትእስሳር ስትራቴጂካዊ ዝምድና ኤርትራን ግብፅን ክኸውን ከምዝኾነ ዝተንብህ ዘረባ እዩ ዝዛረቦ። ግን ኣነ ዝያዳ ግብፃውያን

ሕጂ እዚ ትሪእዎ ዘለኹም ናይ ብሓቂ ኣገዳሲ ርክብ ኢና ንርኢ ዘለና ኣገዳሲ ርክብ እዚ ትሪእዎ ዘለኹም ኣልስዌድ እዩ ዝበሃል ሽሙ ኣሕመድ ኣልስዌድ እዩ ዝበሃል ሓደ ዓብዪ ቁጠባዊ ጭዋዳ ዘለዎ ካምፓኒ እዩ ዝመርሕ ኤልስዌድ ኤሌክትሪክ እዩ ዝበሃል ኣብ ብዙሕ ሴክተር ዝነጥፍ ኣብ ኢንጂነሪንግ ዝነጥፍ ኣብ ህንፃ ዝነጥፍ ኣብ ዋየርለስ ዝተፈላለዩ ኬብልስን ኣክሰሰሪስን ኣብ ኩሉ ፀዓት ኣብ ናይ ፀዓት ኢንዱስትሪ እውን ዝነጥፍ ዓብ ካምፓኒ ናይ ናይ ግብፂ እዩ እዚ ትሪእዎ ዘለኹም ሕጂ እንታይ ክንርኢ ኢልና ኢና ነምፅኦ ዘለና ኣብ መንጎ ኤርትራን ግብፅን ዝግበር ዘሎ ሽርክነት ወይ እውን ዝምድና ታራ ዝምድና ጥራይ ዘይኮነ ብብዙሕ መንገዲ ዝተፈላለየ ትርጉም ዝወሃቦ ዘሎ ርክብ እዩ First of all ነዚ ነገር እዚ እናገለፅኩ ክኸይድ ከለኹ ነዚኣ እውን እናረኣኹኹም ክኸይድ ስለ ዘለኹ እየ ግብፃውያን እንታይ ይብሉ መሲልኩም ኣብዚ ንዓይ እውን ደስ ዝበለኒ ማለት እዩ ምስ ኤርትራ ክሰርሑ ከም ትደልዩ ዘለኹም ንቁጠባ ናይ ኤርትራ ክንቅይሮ ብሓደ ኮይና ሽርክነት ምስ ኤርትራ ክንሰርሕ ንሓስብ ኣለና መንግስቲ ኤርትራ ኣበይ ክሰርሑ ከም ትኽእሉ ወይ እውን ብኸመይ ክስራሕ ከም ዝኽእል ገለ ዝተዘራረብኩምሉ ነገራት ኣሎ ዶ ምስ በሎ ተቐዳማይ ክኸውን ዝኽእል ብዙሕ እዩ መጀመርያ ህዝቢ ኤርትራ መንእሰይ ኤርትራ ስራሕ ክረክበሉ ዝክል ሽቅለት ክረክበሉ ዝክል መንገዲ ክንፈጥር ኣለና ሽቅለት ክትፈጥር ወይካ ስራሕ ክትፈጥር ተኮይንካ ድማ ኢንዱስትሪ ክትሃንፅ ኣለካ ኢንዱስትሪ ክትሃንፅ ተኮይንካ ድማ ኢንዱስትሪ ንግድን ክህልወካ ኣለዎ ነዚኦም ክትሃንፅ ተኮይንካ ድማ መሰረቱ ፀዓት እዩ መጀመርያ ኣብ ሓፂር ግዜ ክንገብሮ ዘለና ፀዓት ናይቲ ሃገር ኣብ ምምንጫ ኣብ ምምዕባል ነፍሲ ወከፍ ስድራ ፀዓት ክረክበሉ ዝኽእል መንገዲ ኣብ ምፍጣር ክንሰርሕ ኢና እዮም ዝብሉ ዘለዉ ስለዚ መንግስቲ ኤርትራ ኣብዚ ሕጂ ዝተገበረ ዝምድና መጀመርያ እዛ ዝብለኩም ዘለኹ ሪሊ እንጆይ ግበርዋ ቢኮዝ ብዙሕ ግዜ ክፈራረሙን ገለን ርኢና ኢና ኣብ ኤርትራ እዚ ሕጂ ተርእቲ ዝግበር ዘሎ ኩነታት ኣካል ናይቲ እገዳ ናይ ኤርትራ ስለተላዕለ እዩ ኣካል ናይቲ እገዳ ናይ ኤርትራ ስለተላዕለ ግብፃውያን ናብ ኤርትራ እናተቐዳደሙ ዝመፁ ዘለዉ እገዳ ናይ ኤርትራ ንክለዓል ዝለዓለ ዝሰርሑን ቀዳሞ ዝፈለጡን እዮም ኣብ ቅንያት ናይ መዓልቲ ናፅነት ኮይኑ ክገብራ ከለኹ ናይ ብሓቂ እዩ ስሜታተይ ክቆጻጸር ከማን ዘይክል ዘለዎ because this is the greatest news ህዝቢ ኤርትራ ዝተጸበዮ ንዓመታት ዝተጸበዮ እዩ ንዓመታት ዝተጸበና ድማ ግብጻውያን መጺኦም ረድኤት ክቡና ቴክኖሎጂ ከታታትውልና ኣይኮነን እገዳ ተላዒልና ከም ካልኦት ዓለማት ሽርክነት ጌርና ክንነብር ምንታን ጀስት ከም ካልኦት ዓለማት ኖርማል ህይወት ክመርሕ ሓለፋ ኣይንደልን ኢና ድጎማ ኣይንደልን ኢና ደገፍ ኣይንደልን ኢና we just need a normal life ህዝቢ ኤርትራ ኖርማል ህይወት ሰሪሑ ንክነብር ዝኽእል ህብረተሰብ እዩ ኣይኮነን ኣብ ዓዱ ኣስተርሕዩ ክነብረሉ ዝኽእል ክወዳደረሉ ዝኽእል ባይታ ፈጢርካሉ ወረቐት ኣብ ዘይብሉ ብገበገበ እናኸደ ከሎ ኣብዛ ዓዲ ክትነብር ኣይትኽእልን ኢኻ እናተባሃለ ከሎ ሂወት ክሃንፅ ዝኽእል ዜጋ እዩ ዘለና ስለዚ ኤርትራውያን ብፍላይ ኣብ ኤርትራ ዘለኹም ፅቡቕ ነገር እናመፀኩም እዩ መንግስቲ ኤርትራ ስኩፍ ስለ ዝኾነ ነቲ ኩነናት ብፅቡቕ ገልፀልኩም የለን ግብፃውያን ግን ስክፍታ ስለ ዘይብሎም ከምዚኣ ገይሮም ይነግርኹም ኣለዉ ስለዚ መንግስቲ ኤርትራ ኣገደሲ ዲልስ ገይሩ ኣሎ ኢንፋክት ዘይተገልጸትና ዘላ ወተሃደራዊ ዲል እውን ተገይሩ ከም ዘሎ ጽንጽንታ ኣሎ ኣገዳሲ ወተሃደራዊ ዲል ስለምንታይ ከምኡ ሕጂ ዩ ሃቭ ቱ ኣንደርስታንድ ደ ቢገ ፒክቸር እቲ ዝዓበየ ስእሊ ክርዳእኩም ክኽእል ኣለዎ እዚ
ጀድ ወዚር ከርግየ ብዓረብ ስለ ዝኾነ ነቲ ፅሑፍ ናራናዮ ክንከይድ ንኽእል ኢና ሕጂ እንታይ እዮም ዝብሉ ዘለዉ ኣብዚ ክርዳእና ዘለዎ እቲ ልኡኽ ናይ ኤርትራ እቲ ልኡኽ ናይ ግብፂ ኣብዚ ዓዲ ክመፅእ ከሎ ነዚኦም ሰባት እዚኣቶም ዝተፈላለዩ ብቐጥታ ነቲ ቁጠባ ክቕይሩ ዝኽእሉ ንቁጠባ ናይ ኤርትራ ድማ ዓብ ኣበርክቶ ክገብሩ ይኽእሉ እዮም ዝተባህሉ ሰባት እዩ ሒዙ መፂኡ ዘሎ ስለምንታይ ከምኡ ገይሮም ድሕሪ ኢልና ድማ እቲ ልኡኽ ኤርትራን ግብፅን ብሓደ ይንቀሳቐሳ ኣለዋ ግብፂ ድማ ምስ ኤርትራ ሓፂር ዘይኮነ ነዊሕ ስትራተጂካዊ ዝምድና ክህልዋ ትደሊ። ስለምንታይ ኢትዮጵያ ዝበሃል ቁፅሪ ሓደ፣ ቁፅሪ ክልተ፣ ቁፅሪ ሰለስተ ሃገራዊ ሃገራዊ ናይ ሃገራዊ ድሕነት ናይ ግብፂ ሓደጋ ናቱ ቁፅሪ ሓደን ክልተን ሰለስተን ግብፂ እዩ። ሜቢ ቁፅሪ ኣርባዕተ እስራኤል ክትብልዎ ትኽእሉ ኢኹም። ስለምንታይ ቁፅሪ ሓደን ክልተን ሰለስተን ኢልናዮ? ምኽንያቱ ብዘይ ማይ ክትነብር ስለ ዘይትኽእል፣ ብዘይ ምግቢ ክትነብር ስለ ዘይትኽእል። ማይን መግብን ናይ ግብፂ ድማ ካብ ኒል እዩ ዝምርኮስ። ክልቲኡ እየ ዝብለኩም ብጀካ ኣየር ማይ መግቢ ኣየር እዩ ዘድልየካ ራብዓይ ድማ መፅለሊ ሰብ ክነብር ማለት እዩ ማይን መግብን ናይ ግብፂ ቀጥታ ሚእቲ ከዓ ሚእቲ ኣብ ኒል እዩ ዝምርኮስ ስለዚ ነዘን ክልተ ባእታታት ድማ ኢትዮጵያ ድሌቶም ክትገብሮም ትኽእል እያ ትገብሮም እውን ኣላ ከምኡ ኢሎም እዮም ዝኣምኑ ስለዚ ንኢትዮጵያ ብዝኾነ ይኹን ሲናርዮ ዝኾነ ይኹን ሓይሊ ሓጊዝዋ ኣብ ኤርትራ መጺኣ ዓሰብ ክትቆጻጸር ወይ ውን ንኤርትራ ክትቆጻጸራ ንግብጻውያን ዝፍቀድ ነገር ኣይኮነን ወይ ውን ክሕሰብ ዝኽእል ነገር ኣይኮነን። ስለዚ ኤርትራ ሓያል ሃገር ክትከውን ንዖም የገድሶም እዩ። ሓያል ሃገር ንክትከውን ድማ ካልኦት ሃገራት ሓያላት ክገብርዋ ኣይደልዩን እዮም። ምስ ካልኦት ክሰርሕ ኣለዋ ግን ንሕና ኤርትራ ሓያል ንክትከውንሲ ለቨረጅ ክህልወና ኣለዎ። እንታይ ማለት እዩ ኤርትራ ኩሉ ግዜ ንግብጺ ክትደልያ ክትክል ኣለዋ ዝብል እምነት ኣለዎም። ክግምጥላ እያ እታ ዘረባ። ኤርትራ ብዘይ ግብፂ ክትነብር ትኽእል ዶ ሃንድረድ ፐርሰንት ሚእቲ ካብ ሚእቲ ግብፂ ሃልያ ኣይሃልያን ኤርትራ ኩሉ ግዜ ናብራ ናብራ ቀደምና እዩ ግብፂ ግን ንኤርትራ ካብ መጠን ንላዕሊ እያ ትደልያ ምክንያቱ ብዘይ ግብፂ ብዘይ ኤርትራ ንኢትዮጵያ ሓንቲ ክትገብራ ይትኽእል እያ ንኤርትራ ሒዛ ከላ ከማ ንኢትዮጵያ ጋዶ እዩ ሕጂ እንታይ ንማለት እየ እዚ ንዛረበሉ ዘለና ንግብፃውያን ንኤርትራ ንክቕይሩ ኢሎም ጥራይ ኮኑ ዝገብርዎ ዘለዉ ኢት ኢዝ ቨሪ ቨሪ ኢምፖርታንት ፈር ደም እንድሕሪ ግብፂ ኣብ ኤርትራ ዝኾነ ዘይተደይ ገይራ እዚ ሕጂ ንብሎ ዘለና እንተደይ ገይራቶ ኢትዮጵያ ፅቡቅ ዝምድና እንተሃኒፅና ተወዲኡ ኣሎ እቲ ገይም ናሕተቶም ስለዚ ኣጋይን ስትራቴጂካዊ ክብሎ ከሎ ፕሬዚደንት ኢሳያስ ነዚ እዩ ክገልፀን እዩ ግብፂ ንኤርትራን ስትራቴጂካዊ ዝምድና እዩ ዘለወን እዞም ጋዜጠኛታት ንኤርትራ ክገልፅዋ ከለዉ ንፕሬዚደንት ኢሳያስ እውን ክገልፅዎ ከለዎ ሰሚዐ ናይ ብሓቂ ፈታዊት ኤርትራ ኣኽባሪት ኤርትራ ኣኽባሪት ግብፅን ፈታዊት ግብፅን እያ እዛ ሃገር እዚኣ ንዓና ድማ ብመሰረቱ ኣገዳሲት ሃገር እያ እዚኣ ምስዚኣ ድማ ዓሚቕ ሽርክነት ክህልወና ኣለዎ እናበሉ እዮም ዝዛረቡ። ፕረዚደንት ኢሳያስ ዓረብ ይዛረብን ይሰምዕን ምዃኑ ሚኒስትር ጉዳያት ወፃኢ ናይ ኤርትራ ዑስማን ሳልሕ ዓረብ ይዛረብን ይሰምዕን ምዃኑ ድማ ቢግ ፕላስ ተወሳኺ ናዕታቶም ብቐሊሉ ሓሳባቶም ክዛረቡሉን ክገልፅሉን ዝኽእሉ ኩነታት ስለ ዘለዎ ናው ለስ ጎ ባክ እቲ ሽርክነት ዝግበር ዘሎ ዓበይቲ ኢንዱስትሪስ ናብ ኤርትራ ኣገደስቲ ክኾኑ ዝኽእሉ ነቲ ኣገዳሲ ክፋል ናይ ኤርትራ ድማ ኣብኡ ፅልዋ ክገብሩ እዮም ዘሉ ዘለዉ እንታይ ይስኸ ፀዓት ጸዓት ኣዝዩ ኣገዳሲ እዩ so ኤርትራ ንኣብነት ምሉ ብምሉ ኣብኣቶም ክትምብርከኽ ኣለዋ ይብል የለኹን ኣነ ንሕና እንታይ ኢና ንደሊ ዘለና ብዓብዩ ተተካኢ ጸዓት ኢና ንደሊ ዘለና ተተካኢ ጸዓት ማለት ሶላር ናይ ሶላር ኤነርጂ ኢና ንደሊ ዘለና ናይ ሶላር ኤነርጂ ድማ ንዓና እንታይ ይገብረልና እዩ ናጽነት ከም ንእውጅ ክገብረና ክእል እዩ መይቢ ክሕግዙና ክእሉ እዮም እንታይ ይብሎ ነሩ እቲ ሚኒስትሪ ጉዳያት ወፃኢ ንኣብነት ዓበይቲ ዲጋታት ኣብ ምስራሕ ገለመለ ንፍዓት ኢና ንሕና ምክንያቱ ካብ ኒል ስለንነብር ዲጋታትን ሓፅብታትን ምዕቡል ሕርሻ ምግባር ክእለትና እዩ ኣብ ኣፍሪቃ ኣብ ኣፍሪቃ ቁፅሪ ሓደ ኢና ስለዚ ኣብዚ ጉዳይ እዚ ንስኻትኩም ከ ስለትሰርሑ ዘለኹም ኣብኡ ብቐረባ ክንሕግዘኩም ንኽእል ኢና እናበለ እቲ ሚኒስትር ጉዳያት ወፃኢ ይዛረብ ነይሩ ስለዚ ከም ኤርትራዊ ኣዝዩ ተስፋ ክበካ ዝኽእልን ኣገዳስን ዝምድና ይህነፅ ከም ዘሎ ክትርድኡ ጥራየ ዘላነ ስ ፈንዳሜንታሊ ንኤርትራ ኣዝዩ ኣገዳሲ እዩ እዚ ኣገደስቲ ትካላት በዓል ኤልስዌዲ ዝበሃሉ ከምኡ እውን ካልኦት ኣገደሲ ካምፓኒታት መራሕቲ ናቶምን ሲኢኦታት ናቶምን ቦርድ ሜምበርስ ናቶምን እዮም መፂኦም ዘለዉ እቲ ሽርክነት ድማ ሳክ ዲፕሎማስያዊ ፖለቲካዊ ጥራይ ዘይኮነ ቁጠባዊ እዩ ኣገን እገዳ ናይ ኤርትራ ይለዓል ስለ ዘሎ እቶም ተቀላጢፎም ነቲ ጉዳይ ዝያዳ ዝሰርሕሉ ግብፂ ዝያዳ መጀመርያ ምስ ኤርትራ ምስራሕ ይጓየዩ ከም ዘለዉ ኢና ንርኢ ዘለና and ኤርትራ ድማ ናይ ብሓቂ ንግብጺ ተገድሶም እያ ንዓና ድማ ግብጺ ኣዝያ ተገድሰና እያ ብልጽግና ድማ እንታይ ተሪፍዎም ዘሎ ገመድ ጌሮም ሸቐቕ ክብሉ ንሽተይ ተሪፋቶም ኣላ ብዘይ ቀልዓለም እየ ዝብለኩም ገመድ ንክሰቕሉ ንሽተይ እያ ተሪፋቶም ዘላ and ሃፒ በዚ ነገር ዝኸይድ ዘሎ ንሕና ኣዝና ሕጉሳትን ኣነ በዛ ነፍሰይ ተስፋ ገይረ ኣለኹ ቅድሚ ሕጂ ብዙሕ ክፈራረሙ ርኤ ከምዚ ናይ ሕጂ ግን ናብ ፕራክቲስ ዝቐረበ ኩነታት ርኢና ኣይንፈልጥን ኢና ስለምንታይ መብዛሕትኡ ግዜ እቲ ዝግበር ዝነበረ ቀደም ድሕሪ እገዳ ኢና ንገብሮ ንኸውን እገዳ እሞ ይለዓል ቅድም ገለ ዝመስል ቅድሚ ኩነት ንሰምዕ ነርና ኣብነት ናይ ጥልያን ልኡኽ ክኸይድ ከሎ እቲ እገዳ ንክለዓል ተስፋ ከም ዝነበሮም ገለ እዮም ተዛሪቦም ስለዚ ኣብዚ ጉዳይ እዚ ግን ነቲ እገዳ ንክለዓል ዓቢ ተራ ዝተጻወተት ሃገር ግብጺ'ያ ነይራ። ልክዕ ከምዚ ንገብሮ ዘለና ካብዚ ንላዕሊ ድማ ምስ ስዑድያ ኣብዚ ቀረባ ክርኢ ተስፋ ኣለኒ ምኽንያቱ ፕረዚደንት እሰያስ ናብ ስዑድያ ከይዱ ከሎ ውን ኣገዳሲ ልኡኽ ናይ ቁጠባን ናይ ወደባትን ናይ ገለን ናብ ኤርትራ ክመጽእ ምዃኑ ነጊሩና ነይሩ ኢንፋክት እዚ ኩናት ሕጂ ስለ ዝመጸ'ዩ ተቐይሩ እምበር ኣብ ወርሒ ሰለስተ እዮም ክመጹ ተሓሲቡ ነይሩ ግን ብሰንኪ እዚ ኩናት ብሙሉእ ተቐይሩ ስለ ዘሎ ኣብዚ እዋን እዚ ባይ ዘ ወይ ግብጺ ትጎይ ዘላ ውን እተን መሓዙታ እተን ቀንዲ ነዚ ቦታ እዚ ክቆፃፀራ ዝኽእላ ዝነበራ ስዑድያ ይኹን ኢማራት ቀጠር ከቢድ ሽግር ፈጢሩለን ስለዘሎ ስዑድያ ነቲ ብኮቲ ክትምዝምዞ እያ ትፍትን ዘላ ብዙሕ ገንዘብ የብላ ንባዕላ ኣብ ሽግር እያ ዘላ ግብፂ ሶሪ ግብፂ ኣብ ሽግር እያ ዘላ ንባዕላ ግን ካብቲ ዘለና ሽግር ከም ገለ ኢልና ክንወጽእ ኢና ዝያዳ ግን ነዚ ሕጂ ስዑድያ ይኹን ኢማራት ይኹን ቀጠር ይኹን ወሪድዎም ዘሎ ሽግር ኣብ ቀርኒ ኣፍሪቃ ብዙሕ ክገብሩ ዘይክእሉ ዘለዉ ኣነ ኣብ ውግእ ስለ ዘየለኹ ይህረም ስለ ዘየለኹ ተጣፍየ ነተን ኣገደስቲ ሃገራት ከም በዓል ኤርትራ ምስአን ቦታይ ኣንፂፈ ክፀንሕ ክእለ ንእሽተይ ቦታ ቅድሚት ከይደ ክፀንሕ ክእለ ፅባሕ ንጎ ሳቶም መዓት ገንዘብ ስለ ዘለዎ መፂኦም ክቅድሙ ንክእሉ እዮም ግን ኣነ ብግደይ ነቲ ዕድል ተጠቂመ ገለ ነገር ክገብር እኽእል እየ ዝብል ሓሳብ ኢና ንርኢ ዘለና ስለዚ ኣብ ካልእ ግዜ ነቲ ኩነታት ብምሉእ ብዕምቆት ተንቲነልኩ ነይረ ግን ካብ መንግስቲ ደረጃ ሓሊፉ እቲ ኩነታት ናብ ትካላት ደረጃ ይመፅእ ምህላው ከም ሓደ ኣገዳሲ ነጥቢ ክንሪኦ ንኽእል እስከ ንእሽተይ ከም ብሬክ እቶም ብልፅግና ዝብልዎ ዘለዎ ንስማዕካ እዩ ዝብል ፕሮፖጋንዳ ብወገን ደገፍቲ ስርዓት ብልጽግና ኢትዮጵያውያን ኣብ ዝዝርገሐሉ ዘሎ እዋን፣ ኤርትራን ግብጽን ዝተፈላለየ ስምምዓት ተፈራሪመን ኣለዋ። ኤርትራን ግብጽን ብቀዳም ዓሰርተ ሽዱሽተ ግንቦት ኣብ ኣስመራ ሓበራዊ መስመራት መራኽብ ንምምዕባል፣ ምትእስሳር ወደባት ኣብ ቀይሕ ባሕሪ ንምሕያልን ወግዓዊ ስምምዕ ምትሕብባር መጓዓዝያ ባሕሪ ከምዝፈረማ ማዕከናት ዜና ክልቲኣን ሃገራት ገሊጸን። እቲ ምፍርራም ፕረዚደንት ኢሳያስ ኣፈወርቂ ኣብ ዝተረኸበሉ መቀበሊ ጋሻ ደንደን እዩ ተኻይዱ ዘሎ። እቲ ስምምዕ ብሚኒስትር መጓዓዝያን መራኸብታትን ኤርትራ ብርሃነ ተስፈስላሴን ሚኒስትር ትራንስፖርት ግብጺ ሌተናል ጀነራል ካሚል ኣል ዋዚርን ዝተኸተመ እዩ። እዚ ድማ ኣካል ናይቲ ምሰ ሚኒስትር ጉዳያት ወጻኢ ግብጺ በድር ዓብዱላጢ ናብ ኣስመራ ዝተጉዓዘ ኣካየድቲ ስራሕ ኣብ ጽላታት መጓዓዝያ፣ ጸዓትን ዕደናን ዝሰርሓ ኩባንያታት'ውን ዋና ኣካየድቲ ስራሕ ዘጠቓለለ ላዕለዋይ ልኡኽ ግብጺ ዘካየዶ ዑደት እዩ። ኣብ መፋርቕ ዝሓለፈ ወርሒ ሚያዝያ ኣብ ግብጺ ምብጻሕ ዘካየደ ብሓላፊ ቁጠባዊ ጉዳያት ህግደፍ ሓጎስ ገብረሂወት ዝምራሕ ልኡኽ ኤርትራ ምስ ግብጻውያን ሚኒስትራት ወጻኢ፣ ወፍሪ፣ ንግድን ኢንዳስትርን፣ መጓዓዝያ፣ ኤሌክትሪሲቲን ጽዓትን፣ ሕርሻን መሬትን ከምኡ'ውን ሓለፍቲ ትካላት ባንክን መድሃኒትን ተራኺቡ ከምዝተዘራረበ ዝዝከር እዩ። ሚኒስትር ዓብደላጢ ኣብቲ ምስ ፕረዚደንት ኢሳያስ ኣፈወርቂ ኣብ ዝገበሮ ዝርርብ ካይሮ ንልኣላውነትን ግዝኣዊ ቅንዕናን ኤርትራ ዘለዋ ደገፍ ደጊሙ ኣረጋጊጹ ኣሎ። ፕረዚደንት ኢሳያስ ብወገኑ ኤርትራ ምስ ኩባንያታት ግብጺ ኣብ ጽላታት ጸዓት፣ መጓዓዝያን ዕደናን ሓበራዊ ልምዓታዊ ፕሮጀክትታት ክትሰርሕ ድልውቲ ምዃና ገሊጹ። ክልቲኦም ሚኒስትራት ጉዳይ ወጻኢ'ውን

ሚኒስትር ጉዳያት ወጻኢ ግብጺ በድር ዓብደላጢ ነቲ ኣጋጣሚ ናይ ትማሊ ዑደት ተጠቒሙ፣ ድሕንነትን ምሕደራን ቀይሕ ባሕሪ ናይተን ኣብ ገማግም ቀይሕ ባሕሪ ዝርከባ ግዝኣታት ጥራሕ ምዃኑ ብምግላጽ፣ ኣብቲ ዞባ ንጸጥታ ባሕሪ ብዝብል ንዝኾነ ይኹን ተራ ናይ ደገ ሓይልታት ነጺጎ ኣሎ ክብላ ማዕከናት ዜና ግብጺ ሓቢረን። እዚ መግለጺ ምስቲ ኤርትራ ንነዊሕ እዋን ኣብ።